ሊኖሩ ይችላሉ ብለን ብናስብ እነሱ እንዴት መመከት ይቻላል?
ሰላም ተኸታተልቲ ናይ ቻነል ከመይ ከኒኹም ከመይ ትኾኑ ሰናይ ክትኮኑ ናይ ወትሩ ምንዮተ እዩ እምበኣር ኩነታት ናይ ኢትዮጵያ ምስ ሶማሊላንድ ብቕልጡፍ ኣብ ዝምዕብለሉ ዘሎ ፕረዚደንት ናይ ሶማልያ ናብ ኤርትራ ከይዱ ነይሩ ናብ ሃገሩ ክምለስ ከም ዝተመላለሰን ንብዙሕ ነገራት ከም ተሰማምዑን ኣብቲ ስምምዕ ድማ ብድሕሪ መጋረጃ ዘለዎ ብዙሕ ኣገዳሲ ኩነታት ክንርኢ ኢና ግብፂ ምስ ኢትዮጵያ ትቕፅሎ ዝነበረት ናይ ነዊሕ እዋን ዘተ ናይ ዲጋ ግድብ ኣባይ ማለት እዩ ካብቲ ዘተ ከም ዝሰሓበትን ስለምንታይ ትስሕብ ኣላ ብድሕሪ መጋረጃ ከ ናበይ ገፃ ትኸይድ ኣላ እዚ ሕጂ ተፈጢሩ ዘሎ ድማ ብኸመይ ክትጥቀመሉ ትኽእል ክንርኢ ኢና ኢትዮጵያ ወታደራዊ ወታደራዊ ሓለፍቲ ናይ ኢትዮጵያ ናይ ሶማሌላንድን ተራኺቦም ነይሮም ትማሊ ብዙሕ ድማ ስምምዕ ከም ዝገበሩ ይንገር ኣሎ ወታደራዊ ምንቅስቃሴ እውን ገይሮም ዝብል ዘረባ ኣሎ ስለዚ ኩሉ እዚ ሓደ ብሓደ ክንሪዮ ክንፍትን ኢና ፕሊስ ላይክ ግበሩ ዓቕሊ ገይርኩም ተዓዘቡ ብዙሕ ኣገዳሲ ብቕልጡፍ ዝምዕብል ዘሎ ኩነታት ክንርን ክንምሃሪን ኢና ኣይሆብ ካብዚ ድማ ገለ ነገር ክንፈልጥ እናደለኹ ሕጂ መጀመርያ በቲ ኢንተርናሽናል ሚድያ ክጅምር ደልየ ነይረ ግን እስከ ቁሩብ ትለይ ኣብዚ በዓላቶም ዝብልዎ ዘለዉ ኩነታት ብዛዕባ ዝህልው ኩነታት ዘሎ ካብ ኣፎም ንስማዕ ኢትዮጵያውያን ድሕሪኡ ናብቲ ዓለም ለኻዊ ዜና ክንሰግር ኢና

ሴው እንታይ እዮም ዝብሉ ዘለዉ ኢትዮጵያውያን ንሶማል ብዙሕ ዋጋ ከፊልና ኣላ ኢና ኣብቲ ናይ ኣልሸባብ ዶ ናይ ግብረ ሽበራ ድዩ ናይቲ ካልእ ሕሉፋት ወገናት ኣብ ዝነበሩሉ ሓደ ካብቲ ብግምጣል እዩ ትዘረባ እቶም ሕሉፋት ወገናት ወይ ካብ ግብረ ሽበራዊ ሓይሊ እናዓበየ ዝኸደ ውፅኢት ናይ ኢትዮጵያ ምትእትታው ምዃኑ ሶማልያ ድማ ልክዕ ከም ኤርትራ ኢትዮጵያ ደማዊት ወይ ከዓ ሓያል ፀላኢት ናቶም ከምዝኾነት እዮም ዝፈልጡ ምክንያቱ ከምቲ ንሕና ሰውራ ናትና ኣንፃር ኢትዮጵያ ኣብ ዝዋጋኣሉ ዝነበረ ካብ ሰብዓን ሸውዓትን ጀሚሩ ቅድሚ እውን ጀሚሩ ብርቱዕ ዝኾነ ቅልስ ምስ ኢትዮጵያ ዝነበሮም ነዊሕ ደማዊ ውግእ ምስ ኢትዮጵያ ዝነበሮም ብዙሕ ዋጋ ብኢትዮጵያ ዝኸፈሉን ስምብራት ናይ ኢትዮጵያ ዘለዎምን እዮም ስለዚ ነዚ ሕሉፍ ቁስልታት ዘጋህድ ኩነታት እዩ ተፈጢሩ ዘሎ ብኸመይ መንገዲ ድማ ኢትዮጵያ ናብ ኮንትሪቢት ክትገብር ኣላ

እሶም ከምዚ ይብሉ ህዝቢ ሶማል ግን ምሉእ ብምሉእ ኣብ ጎኒ እቲ ፕሬዚደንት ብምስላፍ ብፍላይ ኣብ መቃድሾ ዝረአ ዘሎ ኩነታት ካልእ እዩ ሶማላውያን ከምዚ ዓይነት ሓደነት እውን ርኢና ኣይንፈልጥን ኢና እዚ ሕጂ ዘለዎ ኣብዚ ሕጂ ዝነበርዎ ኣካይዳ ናይ ታሪክ ብዙሕ ሓድነት ኣብ ዘይነበሮም ግዜ እዚ ናይ ኢትዮጵያ ወራር ከም ሓደ ዓብዪ ሃገራዊ ዕማም ወይ ከዓ ንኩላቶም ኣብ ሓደ መስመር ከምፅኦም ዝኽእል ኩነታት ምዃኑ እዩ ዝንገር ዘሎ ስለዚ ናይ ኢትዮጵያ ኣግሬሽን ወይ ከዓ ተፃቦ ወይ ድማ ነቲ ናይ ኣብቲ ገባሕሪ ኢላ ትኸዶ ዘላ ንህዝቢ ሶማል ኣብ ሓደ መስመር እናምፆም ይኸይድ ኣሎ ምክንያቱ ነቲ ታሪካዊ ቁስሊ ስለ ዝጎድኡ ዘለዉ ህዝቢ ሶማል ድማ ብኩሉ መዳይ ከምቲ ፕሬዚደንት ናቶም ዝበሎ ኣብ ኩሉ ቦታ ከድና ዘድልየና ሓገዝ ክንደሊ ኢና ነዚ ኢትዮጵያ ቅሉዕ ወራር ኣብ ልዕሊ ሃገርና ኣብ ልዕሊ ልኡላውነትና ኣዚዛቶ ዘላ ንባሕርና ንምቁፃር ገይራቶ ዘላ ኩሉ ዝከኣለና ክንገብር ኢና ክብል ከሎ እቲ ህዝቢ ድማ ትማል ትማሊ ኣብ ንሓድሕዱ ሓሸውየ ዝብል ዝነበረ ኣብ ሓደ መስመር ክመፅእ ጀሚሩ ኣሎ ልክዕ ከምቲ ቀይሕ ባሕሪ ምስ በሉ ጉዳይ ናይ ቀይሕ ባሕሪ ምስ ጀመረ ኣቢ ህዝቢ ኤርትራ ካብቲ ኩሉ ዝነበሮ ኣብ ሓደ መስመር ክመፅእ ዝጀመረ ንሶማል ድማ ከምኡ ገብሮም ኣለዉ ኣቢ ከይተረዶ ነተን ኣብ ጎደቦ ዘለዋ ሃገራት ነቶም ህዝቢ ኣብ ሓደ መስመር ከም ዝመጹ ይገብሮም ኣሎ ዳርጋ ኣንጻር ረብሓ ናይ ኢትዮጵያ ከም ዝኸዱ እዩ ዝገብሮም ዘሎ ፈሊጡ ድዩ ብዕሽነቱ ድዩ ዘማኽሮ ስኢኑ ድዩ ንሶማላውያን ድማ ሕጂ ተመሳሳሊ እዚ ፕሮፓጋንዳ ናቶም ክሰምዑ ከለዉ መመሊሶም ከም ዝሰምሩ ይገብርዎም ኣለዉ ሚሶ
ያስረከብን እኛ ነን። ስድስት ሴክተር እንዲቋቋም ያደረግነው እኛ ነን። እስካሁን ድረስ የኢትዮጵያ ወታደሮች አሉ።

እቶም ዲፕሎማሰኛታት ናይ ኣቢይ ብጎቦጎቦ ነቲ ኩነታት ጽቡቕ ምዃኑ ናብ ህዝቢ ክሸጥዎ ይፍትኑ ኣለዉ። ኣቢ ግን ውራይ ኢሉ ብዛዕባ እዚኣ ጉዳይ እዚኣ ኣይዛረብን ዘሎ፣ ኢንተርናሽናል ሚድያ ድማ ኣብዚኣ ነጥቢ እዚኣ እዩ ኣተኲሩ ዘሎ። እዚኣ ዝዛረባ ዝጸንሐ ሕጂ ክምለሳ ኢና። መጀመርያ ግን ኣቢ ስለምንታይ እዩ ኣጽቂጡ ዘሎ ብእንግሊሽ እውን ዝተፈላለዩ ፕሮፓጋንዲስትስ ናቱ እዚ ኩነታት እዚ ንኢትዮጵያ ክሳዕ ክንደይ ኣገዳስነት ከም ዘለዎ ይዛረቡ ኣለዉ። ኣስከ ነዚኣ ንስማ ሕጂ።

ብተደጋጋሚ እታ ዝብልዋ ዘረባ ኢትዮጵያ ህዝቢ ናታ ሓንሳብ ናብ ሚትን ሓምሳ ሚልዮን ይብልዎ ሓንሳብ ናብ ሚትን ሰማንያ ሚልዮን ይብልዎ ሓንሳብ ንገለ መቸም እቲ ህዝባ ኣዝዩ ይዓቢ ኣሎ ቁጠባ ድማ ብዙሕ ኣፍደገ ባሕሪ ከድልዮ እዩ እናበሉ እዮም ዝዛረቡ ዘለዉ እቲ ዘለዎም ቁጠባዊ ዕቤት እዚ ሕጂ ዘይብሎም ክሳብ 218 ዝነበረ ዕብየት ቁጠባ ግን ብዘይ ኣፍደገ ባሕሪ እዮም በፂሖሞ ሕጂ እንተታት ናይ ኣፍደገ ባሕሪ ምስ ጀመሩ እቲ ቁጠባ በንፃሩ ንታሕቲ ገፂ እዩ ዝኸይ ዘሎ ከመይ ገይሮም እዮም እቲ ኮመን ሰንስ ወይ ካብ ብቐሊሉ ክትዕዘቦ ትኽእል ክርድኦም ዘይከኣለ ክንብል ኣይንኽእል ኢና ይርድኦም እዩ ፅቡቅ ገይሩ እዚ ናይ ኣፍደገ ባሕሪ ፕሮፓጋንዳ ግን ነቲ ውሽጣዊ ኣብን ካድረታቱን ክፈትሕዎ ዘይከኣሉ ውሽጣዊ ሓዊ እታ ሃገር ኣብ ክልል ኣምሓራ ብፍላይ ብፋኖ ዝመፅእ ዘሎ ሓዊ እናበርትዐ ስለ ዝመፅእ ዘሎ እታ ሃገር ካብ ቁፅፅሩ ክትወፅእ ከም ትኽእል እውን ብዙሕ ዝእንፍቱ ኩነታት ስለ ዘለዉ ከመይ ጌርካ ነቲ ህዝቢ ካብ ውሽጣዊ ሕልኽልኽ ወፅዩ ናይ ኣፍ ደገ ባሕሪ ሕልሚ ትሸጠሉ እሞ ናብኡ የተኩር ናብኡ ምስ ኣተኮረ ድማ ኣብቲ ካልእ ክትከይድ ትኽእል ብሓፈሻ እቲ ናይ ኣፍ ደገ ባሕሪ እውን እንተኾነ

እዚ ኣፍ ደገ ባሕሪ ድማ ዝዓበየ ኢንቨስትመንት መን ገይሩ ኣሎ ብግልፂ እዮም ዝዛረቡ ዘለዉ እኮ ከመይ ገይሩ እዚ ነገር እዚ ክርዶ እዚ ዘሎ እቲ ህዝቢ ኣነ ይገርመኒ ኣሎ ኤርትራዊ ይብል ኣለኹ ኢትዮጵያዊ ስለዚ እቲ ኣፍ ደገ ባሕሪ ዩኤኢ ሰሪሖሞ ኣለዉ ከባቢ ፍርቂ ቢልዮን ኢንቨስት ገይሮምሉ ኣለዉ ኣፍ ደገ ባሕሪ ቀሪቦም ድማ እንታይ ይገብሩ ኣለዉ ንኢትዮጵያ ካብ ጅቡቲ ወፂኹም ኣብ ሶማሊላንድ ምፁ ይብልዎም ኣለው ምክንያቱ ወደብ ናይ ጅቡቲ ቻይና ስለ ትውንኖ እቲ ዘሕዝን ወይ ከዓ እቲ ዘገርም ክፋል ግን ዩኤኢ ብዙሕ ኢንቨስት ኣይገብሩን እዮም ኩሉ ግዜ ኣዝዮም ናይ ረብሓ ሓሙሽተ ሳንቲም ሂቦምካ ናይ ሓሙሽተ ሽሕ መክሰብ ዝደልዩ ሃገር እዮም ዝበሃሉ ስለዚ እንታይ እዮም ገይሮም ዘለዉ ኣፍ ደገ ባሕሪ ሰሪሖም ቻይና ወደብ ጥራይ ኣይኮኑን ኣብ ጅቡቲ ሰሪሖም። ካብ ጅቡቲ ንኣዲስ ኣበባ ዝኸይድ መንገዲ ባቡር ባዕሎም እዮም ሰሪሖሞ። ኩሉ እቲ ሃይወያት ኣብቲ ከተማ ናይ ኣዲስ ኣበባን ናይ ኢትዮጵያን ዘሎ ቻይና እዮም ሰሪሖሞ። እዚ ኩሉ ዓሰርተ ኣርባዕተ ቢልዮን ከለቅሕዎም ከለዉ ኣብ ትሕተ ቅርጺ ናይቲ ሃገር ምስ ቻይና ንክሰርሑ እውን ይደልዩ እዮም። ሓደ ቅድመ ኩነት ንሱ እዩ። እቲ BRI ዝበሃል ወይ ከኣ Belt and Road Initiative ምስ ቻይና ክገብሩ ከለዉ ናይ ሓንቲ ግዜ ዘይኮነስ ንሓዋሩ ምስ ቻይና ክትነግድ ካይደልዩኻ። ዩኤኢ ግን ነቲ ኩሉ ዝገበረቶ ምስ ኢትዮጵያ ኢትዮጵያ ምስ ቻይና ጌራቶ ዘላ ስምምዕ በቋራጭ ኣትዮም እንታይ ክገብሩ እዮም ዝፍትኑ ዘለዉ መፂኹም ነዚ ንሕና ኢንቨስት ዝገብርናላ ዝገበርናላ ኣፍ ደገ ባሕሪ ናይ በርበራ ወይ ካ ሶማሊላንድ ንዑ ጥራይ ተጠቀሙ ክብሎም እዮም ዝደልዩ ዘለዉ ስለዚ ነቲ ናይ ቻይና ረብሓ ክሰርቁ እዮም ዝፍትኑ ዘለዉ ስለዚ ኣብቲ ግባሕር ኣይፎን ረኪቦም ዘለዉ ኣብ ጅቡቲ ይኸፍሉ ኣለዉ ኣብ ሶማሊላንድ ከይዶም ካብ ክኸፍሉ እዮም ኩሉ እዚ ጠራዕራዕ ዝበሃል ዘሎ ኣብቲ ግባሕር ረኪብና ዶ ተፅዕኖ ጌርና ዶ ፕሮፓጋንዳ እዩ እምበር ብናፃ ዝጥቀሙሉ ኣብቲ ግባሕር የብሎምን ወደብ እውን ክሃንፁ ይኮኑን ወደብ ክሃንፁ ይኮኑ ሰላሳ ሚልዮን ምክፋል ሲኖም እዮም ኣብ ዲፎልት ኣትዮም ዘለዉ ስለዚ ወደብ ንክትሃንፅ ቢልዮንስ ዝሓትት ቢልዮንስን ቢልዮንስ ገንዘብ ዝሓትት እዩ

ሜሞራንዱም ኦፍ ኣንደርስታንዲንግ ዝበሃል ገይሮሞ ዘለዉ ኮምፕሊትሊ ዘይቅቡል ምዃኑ ብግልፂ ተዛሪቡ ኣሎ ማለት እዩ ስለዚ እዚ ቅቡል ኣይኮነን ልኡላውነትን ናፅነትን ናይ ሶማልያ ዝደፍር እዩ ብምባል ድማ ኩሉ ዘድልዮም ክገብሩ ምዃኖም ንምክልኻሉ ሓቢሮም ኣለዉ ኢትዮጵያ ግን ንሕና ዝጠሓስናዮ የብልናን ዝብል ዘረባ እዮም ዝዛረቡ ዘለዉ ስለዚ እዚ ንገብሮ ዘለና ቁጠባዊ ስምምዕ ዳኣ እምበር

ኣብ ዝተፈላለየ ኣባላት ናይ መንግስቱ ገይሩ ኮንፊውዝ ዝገብር በቲ ሓደ ንሶማልያ ይቕበልዋ ክቕበልዋ ምዃኖም ወተሃደራዊ ገለመለ ዝገብሮ ዘሎ ብግልፂ ግን ንሶማሊላንድ ከም ሃገር ክንቅበላ ኢና ከምዚ ዕለት ዝብል መግለፂ ካብ ምሃብ ኮንፊውዝ እናገበረ እዩ ዝሃድም ዘሎ እዚ ከዓ ውራይልካ ግዜ ምግዛእ ስለዝኾነ ግዜ ምሽማት ስለዝኾነ እቲ ዕላማ ፖለቲካዊ ሃልኪ ነቲ ዘለዎ ተቐባልነት ኣብቲ ዓዲ ኣብቲ ሃገር ነቲ ዘለዎ ውሽጣዊ ፀገማት መሳገሪ ክጥቀመሉ ስለ ዝደሊ ዘሎ እምበር ከም ዝበልኩኹም ብትክክል ኣፍ ደገ ባሕሪ ንክጥቀሙ ኣብ ውሽጢ ወርሒ ክትግበር ዝግብኦ ገለ እዩ ዝበሃል ዘሎ ስለዚ በትን በትን እዩ ዝዝረብ ዘሎ እምበር ብትክክል ተሪር መርገፂ ሂቡ ኣይተዛረበን ኣሎ ወይ ድማ ካብቲ ተሪር መርገፂ ይሃድም ከም ዘሎ እዩ ዝገልፅ

ከምዛ ዝበለኩም እያ ኣብ መወዳእታ ኣቢ ዝኾነ ይኹን ንፁር መልሲ ክህብ ኣይደልን ዘሎ ስለዚ ኣጎላጉል እናገበርካ ክትከይድ እምበር ብትክክል ንፁር መልሲ ንሶማሊላንድ ምናልባት ታሕቲ ታሕቲ ገለ ክብሎም ይኽእል ይኸውን ሶማሊላንድ ከንታ ዓይነት ግብረ መልሲ ክህብዎ እዮም እዚ ብካላ ርሲ ወላ ሶማሊላንድ እውን ብዙሕ ኣብ ውሽጦም ፀገማት ከም ዘሎ እቲ መራሒ ንዑ ዝገብር ዘሎ ፅንሕ ኢልና መን እንታይ ዓይነት ሰብ ምዃኑ እውን ክንሪኦ ኢና

ነቲ ሕጊ ዘፍርስ ምዃኑ ሕብረት ኣፍሪቃ እውን ኮኒንዎ ግን ብትኽክል ብተሪር ቋንቋ ኣይኮነን ኮኒንዎ ዘሎ እዚ ድማ ብተደጋጋሚ እቲ ሕብረት ኣፍሪቃ ውፅኢት ዘይብሉ ትካል ምዃኑ የፍልጥ ኣሎ ኣብ ትግራይ ዝዲቕ ዝበለ ውግእ ክህሉ ከሎ እውን እንተኾነ ተሪር መርገፂ ኣክወስድ ኣይከኣለን ዝብል ብዙሕ ነቐፌታ ነይርዎ ሕጂ እውን እንተኾነ ኣብዚ ኩነታት እዚ ከምዚ ዓይነት ኣጎላጉል ዝኾነ ክልትኤን ሃገራት ክሰማምዓ ኣለዋ ብምባል እምበር እዚ ቻርተር ናይ ሕብረት ኣፍሪቃ ትጥሕስ ኣለካ ኢትዮጵያ ዓብ ጌጋ እዩ ብምባል ካብኡ ንላዕሊ ከማን ኤውሮጳዊ ሕብረት ብተሪር ቋንቋ ክዛረብ ርኢናዮ ግን ሕብረት ኣፍሪቃ ከምቲ ዝድለ ዝግብኦ ሓላፍነት ኣይስከምን ኣሎ ክልተ እዚአን ሃገራት ድማ ካብ ነዊሕ እዋን ተፃረርቲ ተፃረርቲ ዘይኮነሲ ተቐናቐንቲ ሃገራት ምዃነን ምዝካር የድሊ ይብል ኣሎ

ሓንቲ ኣብዚኣ ክንርዳእ ዘለና ፅንሕ ኢሉ እውን ሓደ ክኢላ ክገልፀልና እዩ እዚኦም ሃገራት እዚኣቶም ነዊሕ ታሪክ ዘለዎምን ብዙሕ ህልኽ ዝነበሮም ኣብ መንጎም ድማ ብዙሕ ታሪክ ዘለዎም እዮም ስለዚ እዚ ሕጂ መፅኡ ዘሎ ከምቲ ኣንተበ ዝበልክዎ ነቲ ዝነበረ ቁስሊ ዘሐድስ ወይ ከዓ ነቲ ዘለዎም ኣብ መንጎም ዘሎ ህልኽን ውድድርን ዘሐድስ ኩነታት እውን ኮይኑ እዩ ዝረአ ዘሎ

ዋው ክንቅፅል ኢና ኦኬ ከምቲ ኣብ ዝሓለፈ ዝገለፅናዮ ፕሬዚደንት ናይ ሶማሊላንድ ናይ ሶማሊያ ይቕረታ ፕሬዚደንት ናይ ሶማሊያ ቀዳማይ ናይ ወፃኢ ድሕሪዚ ዘጋጠመ ናይ ስምምዕ ኣብ መንጎ ኢትዮጵያን ሶማሊላንድን ድሕሪኡ ብዙሕ ዓይነት ዲፕሎማስያዊ ርክባት ይካየድ ነይሩ ብዙሕ ዓይነት መግለፂታት ይወፅእ ነይሩ እታ ቀዳመይቲ ድሕርቲያ ኩነታት እቲያ ናብ ሃገራዊ ናብ ካልእ ሃገር መገሻ ዝገበረላ ናብ ኤርትራ እዩ እዚ ድማ ኤርትራ ክሳዕ ክንደይ ኣገዳስነት ከም ዘለዋ ኣብ ሶማልያ ዝገልፅ እዩ ከም መንፅሩ ድማ ብዙሕ ኣተኩሮ ብካልኦት ዓለማት እውን ረኪብሎ እዚ ኩነታት እዚ ናብ ኤርትራ ምኻዱ ሃንደበት ኣይኮነን ወይ ከኣ ዘገርም ኣይኮነን። እቲ ዘገርም ክፋሉ ካብ ኤርትራ እንታይ ዓይነት ስምምዕ ገይሮም ወይ ድማ ካብ ኤርትራ ክምለስ ከሎ ዝተባሃልዎ ኩነታት እዩ ንዓይ ኣገሪምኒ ብንጹር። ምኽንያቱ ዕለት ዓሰርተ ሰለስተ ወርሒ ዓሰርተ ክልተ ሽሕን ዕስራን ሰለስተን ኣቢ ብግልጺ ኣፍደገ ባሕሪ ክዛረብ ምስ ጀመረ ቀዳመይቲ ታርጌት ናቱ ብዓለም ደረጃ ሰራዊት መን እዩ ናብ ኤርትራ ኣተኪሩ ይዛረብ ከም ዘሎ እዩ ምክንያቱ ታሪካዊ ጆግራፍያዊ ገለ ክብል ከሎ መብዛሕቱ እቲ ነጥብታት ናብ ኤርትራ ዘቅንዐ ኩነታት ከም ዝነበረ ዝግለጽ እዩ መንግስቲ ኤርትራ ኩላተን እተን ኣብቲ ዞባ ዘለዋ ብፍላይ ሶማልያ ተሪር ቋንቋ ተጠቂማ ኣብ ደገ ባሕሪ ናቶም ንዘረባ ንዘተን ዝኣቱ ከም ዘይኮነ ሶማልያ ተመሳሳሊ ካልኦት ኩለን ሃገራት ክምልሳ ከለዋ መንግስቲ ኤርትራ ግን ኣብ ከምዚ ዘየድሊ ሓሸውየ ክሕወስ ከም ዘይደልን ተገሪሙ ከም ዘሎ በቲ ዘረባ ግን ኣብ ከምኡ ክኣቱ ከም ዘይደልን ናቱ ወገናት ናቱ ህዝቢ ናቱ ፖለቲካውያን ወገናት ግን ኣብ ከምዚ ሓሸው ይኣትዮም ግዜኦም ከየባኽኑን በዚ ዘረባ እዚ ኣብ ስምዒት ኣትዮም ዘየድሊ ዘረባ ከይዘረቡ መግለፂ ውፅኢ ነይሩ ሓፃር መግለፂ ሂቡ ነይሩ ብትክክል ሕጂ እውን ድሕሪ ምስ ሶማልያ ምስ ተራኸበ ቅድሚ ናብ ሶማልያ ምስ ተባሃለ ብዙሕ ሰብ ብዙሕ ክዛረብ ጀሚሩ መንግስቲ ኤርትራ ትም ኢሉ ዝኾነ ይኹን መግለፂ ኣይሃበን። ዋላ እኳ እቲ ጉዳይ ምስ ሶማሊያ ዘለዎም ርክብ ንፁር እንተነበረ። ሕጂ ድማ ምስ ሶማሊያ ምስ ተራኸቡ ክምለስ ከሎ እቲ ፕረዚደንት ሓንቲ ኣብቲ ሻባይት ወፂኣ ዘላ ሓበሬታ ከምኡ እውን ኣብ ካልእ መርበባት እውን ዝወርድ ዘሎ ብዙሕ ኣብ ናይ ክልቲኤን ሃገራት ባይላተራል ኮኦፕሬሽን ሓባራዊ ስራሕ ንክሰርሓ ብሓደ ክሰርሓ ምዃነን ኣብ ብዙሕ ነገራት ኮምፕሊመንታሪቲ ብዙሕ ንክልቲኤን ዘገድስ ነጥብታት ብዙሕ ከም ዘሎ ናይቲ ዞባ ከምኡ ድማ ዓለም ለኻዊ ኩነታት ንፀጥታ ዝምልከት ብዙሕ ስምምዓትን ሓቢሮም ኣበርቲዖም ክሰርሑ ምዃኖምን ገሊፆም ኣለዉ። እንተኾነ ሓንቲ ኣገዳሲት ቃል ነቲ መንግስቲ ናይ ሱዳን መንግስቲ ናይ ሶማልያ እውን ነጊሮም ኣለው ንሳ ድማ ኣብዚያ ሻባይት ኣብ ብንጹር ሰፊራ ኣላ ክንሪኣይ ናብ ዝከረኩም እየ ኣበይ ኣላ ንሳ ድማ ኣብዚ ታሕቲ ኣላትኩም ናይ መወዳእታ ቅድሚ እዚኣ ዘላ the two leaders agreed to work vigorously ሓበራዊ ስራሕ ክሰርሑ ምዃኖም through bilateral and complementary cooperation ክልቲኦም ሓበራዊ ስራሕ ዘለዎም ሓበራዊ ዕላማታት ከም ዘለዎም and within the framework ቅድሚ ሕጂ እውን ተሰማሚዖም ብኸመይ መንገዲ ክሰርሑ ከም ዘለዎም ነቲ ዝዓበየ ዞባ ብሓደ ክሰርሑ ከም ዘለዎም with patience and constructive spirit while እዚ ብትዕግስትን ከምኡ ድማ ሃናፂ ዝኾነ መንፈስ ሒዞም ንክልቲኦም እናተሓጋገዙ ክኸዱ ከም ዘለዎም እዚ ክኸውን ከሎ ግን ጎኒ ጎኑ ሪፍሬይኒንግ ካብ ዝኾነ ይኹን ዘየድሊ ሪኣክቲቭ ፖስቸር ቱ ቬሪየስ ፕሮቮካቲቭ ኣጀንዳስ ካብ ካልኦት ወገናት ክመፅእ ዝኽእል ስምዒትካ ከለዓዓል ዝኽእል ወይ ድማ ናብ ድራማ ክወስደካ ዝኽእል ኣጀንዳታት ካብኡ ክጥንቀቕ ከም ዘለዎም ክልቲኦም ስለዚ ሓደ ሰብ ኣጀንዳ ክበካ ክጅምር ከሎ ንዕዑ ግብረ መልሲ ክትህብ ኣብ ናቱ ኣጀንዳ ዘይምእታው ብምባል ናቶም ኣጀንዳ እቶም ድራማ ዝፈጥሩ ዘለዉ እቲ ድራማ ንዓታቶም ቢዚ ከም ዝገብር ክንገብር ኣለና ንሕና ሪፍሬም ወይ ከዓ ካብኡ ክንእለ ክንክል ኣለና ልክዕ ከምቲ መንግስቲ ኤርትራ ዝኽተሎ ዘሎ ብዛዕባ ኣፍደገ ባሕሪ ብዛዕባ ዓሰብ ብዛዕባ ገለመለ ብዙሕ ክዛረቡ ከለዉ ኢትዮጵያውያን መንግስቲ ኤርትራ ግን ስቕ ብምባል ከምቲ ሓንቲ ግዜ ኣወል ዝበላ ሓደ ካብቲ ናይ መንግስቲ ኤርትራ ዝለዓለ ሓይልናቱ ስቕታ እዩ ተበልካዮን ተዘይበልካዮን ስቕ ዝብል ልክዕ ከማ ድማ ምስ ሶማልያ ዝኾነ ይኹን ዘረባ ብዛዕባኡ ክዝረብ ከም ዘይብሉን ኣብ ናይ ካልኦት ኣጀንዳ ኣቲና ካብ ስራሕናን ካብ ዕላማናን ክንበኩር ከም ዘይብልና ኢልዎ ኣሎ ኣብዚ ግዜ እዚ ድማ እቲ ጋቨርንመንት መንግስቲ ናይ ኤርትራ ቀስ ኢሉ ኤክስተንሲቭ ኣገዳሲ መግለፂ ከውፅእ ምዃኑ ምስ ግዜ ኣብ ዝሓፀረ መፃኢ ማለት እዩ ብሓፈሻ ግን ዝኾነ ይኹን ነቲ ዓለም ለኻዊ ሃልኪ ናይ ሚድያ ዝኸውን ኣጀንዳ ክኸፍት ከም ዘይደሊ ገሊጹ ኣሎ this is very important ናይ ኤርትራ ንሶማልያ ምሉእ ደገፍ ከም ዝሃቦም መግለፂ ፕሬዚደንት ናይ ሶማልያ እውን ምናልባት ኣብዚ ቀረባ ክሳብ እዚኣ ቪድዮ ዝሰራሕኩላ መግለፂ ኣይወፅኦ ነይሩ ግን ሪፖርት ምስ ኤር ቲቪ ኢንተርቪው ገይሩ ኣሎ ኣብቲ ዝበሎ ብፅሑፍ ዝቀረበ ንእሽተይ ክፋል እንታይ ኢሉ መንግስቲ ኤርትራ ኩሉ ግዜ ካብ ነዊሕ ጀሚሩ ኣብ ጎኒ ኣብ ጎኒ ሶማል ምዃኑ ሕጂ እውን ኣትሪሩ ክሕግዘና ምሳና ክሰርሕ ደው ምባሉን ዓብ ክብርን ዓብ መጎስን ከም ዘለና ገሊጹ ኣሎ ስለዚ መንግስቲ ኤርትራ ኣብ ሱዳን ዘለዎ ይኹን ኣብ ኣብ ሶማልያ ዘለዎ ይኹን ኢቭን ኣብ ኢትዮጵያ ዘለዎ እውን መርገፂ ናቱ ንፁር እዩ እተን ሃገራት ከም ሃገር ንክቕፅላ ከም ዝደሊ ሕጂ እውን ኣትሪሩ ገሊፁ ኣሎ ኣብ ዘየድሊ ኣጀንዳ ክኣቱ ከም ዘይደሊ ግን ገሊፁ ኣሎ ማለት እዩ ሕጂ ናብ ኣቐሚ ምስጋርና ብዛዕባ ተራ ናይ ግብፂ መንግስቲ ኤርትራ ድማ ክሳዕ ክንደይ ኣገዳስነቱ መሊሱ ክዓቢ ከም ዝኽእል በዚያ ንጀምር እሞ ድሕሪኡ ናብኣ ክመልሰኩም እየ

ካብ ትማሊ ኣቢላ ዲያቦላ ቅድሚ ሒደት ሰዓታት ኣብ ትዊተር እውን ወሪዱ ነይሩ። ሓደ ኣገዳሲ ምዕባለ ኣጋጢሙ ኣሎ። እቲ ምዕባለ ድማ ንዓመታት ዝቐጸለ ልዕሊ ዓሰርተ ዓመት እውን ዝገበረ ብፍላይ ካብ ምጅማር ዲጋ ናይ ኣባይ ግድብ ዝበሃል ካብ ኣብ 2011 ኣቢሉ ጀሚሩ ካብቲ ግዜ እቲ ክሳብ ሕጂ ግብፅን ኢትዮጵያን ኣብ ቀጻሊ ኔጎሴሽንስ ወይ ከዓ ኣብ ዘተ ብብዙሓት ወገናት እናተሸምገለ ብዙሕ ምስሕሓብ ዝፈጥር ዝነበረ ዘተ ግብፂ ኣብ ዝሓለፈ ወርሒ ናይ መወዳእታ ዝገበርዎ ራብዓይ ደረጃ ስምምዕ ብዘይ ፍረ ምስ ተበተነ ግብፂ ካብቲ ስምምዕ ኢዳ ስሒባ ኣላ ብወግዒ ምስ ኢትዮጵያ ስምምዕ ኣይደልን እየ ትብላ ኣላ እዚ እንታይ ማለት እዩ? ብጣዕሚ ዓቢ ዜና እዩ እዚ እዚ ማለት ግብጺ እቲ ፈለግ ኒል ምስ ህላዌና ምስ ምንባርና ሓደ እዩ ብዘይ ኒል ኣብ ግብጺ ህይወት የለን እዮም ዝብሉ ስለዚ ኣብቲ ስምምዕ ኢድና ኣይንእቱን ኢና ማለት ናይ ኒል ኣገዳስነት ናይ ኒል ቦታ ወይ ከ ናይ ኒል ኣገዳስነት ኣገዲፍናዮ ማለቶም ኣይኮኑን እንታይ ደኣ ካልእ መፍትሒ ከነናዲ ኢና ማለት እዩ እዚ እንታይ ማለት እዩ ካልእ መፍትሒ ከነናዲ እዚ ስምምዕ ካብዚ ስምምዕ ብወግዒ ምውፅኦም ኢትዮጵያ ዘላቶ ኩነታት ፅቡቅ ገይሮም ካልኩሌት ገይሮም ኣብዚኣ ቀንያት እዚኣ ድማ ቅድሚ ሒደት ኣዋርሕ መይቢ ሓደ ወርሒ ኣቢሉ ዓብደልፈታሕ ኣልሲሲ ከም ፕሬዚደንት ንሽዱሽተ ዓመት ተመሪፁ ኣሎ ስለዚ ሽዱሽተ ዓመት ናይ ስልጣን ኣለዎ እኹል ፓወር ኣሎ ኣሜሪካን ገለመለን ኣሜሪካ ድማ ዝያዳ ትደልየሉ ዘላ ግዜ እዩ ዘሎ ምክንያቱ እቲ ኣብ ጋዛ ዘሎ ኩነታት ሓዊ ኮይኑ ስለ ዘሎ ኣሜሪካ ድማ ብዲፕሎማሲ ኣብቲ ዞባ ብጣዕሚ ከሲራ ስለ ዘላ ተወሳኺ ንግብፂ ክትከስር ድሌት ከም ዘይብላ ፍሉጥ እዩ ስለዚ ነቲ ኩነታት ሃጓፍ ናይ ኣሜሪካን ናይ ካልእን ተጠቂሙ ንኢትዮጵያ ብስምምዕን ብልመና ዘይኮነ ካልእ መንገዲ ከናድዩ ምዃኖም ነቲ ንለባም ኣምተሉ እዩ እዚ ኩነታት እዚ ስለዚ እቲ ኩነታት ናይቲ ናይ ኣባይ ግድብ ብጣዕሚ ከም ዘገድሶም ይፈልጡ እዮም ከመይ ጌርና ነዚ ኩነታት ብካልእ መንገዲ መፍትሒ ንደልየሉ እያ እታ ኩነታት ሕጂ ማለት እዩ ሶ እዚ ኩነታት ናይ ምስ ሶማልያ ምስ ኣጋጠመ ቀዳመይቲ ልዑል ተገዳስነት ዘርኣየትን ክልተ ግዜ ወይ ልዕሊኡ እውን እንተኾነ ምስ ሶማልያ ርክብ ዝወሰደት ደለጌሽን ናታ ወከልቲ ናብ ሶማሊላንድ ናብ ሶማልያ ናብ መቓዱሽ ዝሰደደት ግብፂ እያ ካልእቲ መን እያ እታ ወግዓዊ ፅቡቅ ዝኮነ ዘረባ ዝገበረት ቀጠር እያ ሳልሰይተን ድማ ቱርኪ እንታይ ኢና ንዛረብ ዘለና ቱርክን ቀጠርን ኣብቲ ናይ ቀደም ካብ ነዊሕ እዋን ኣብቲ ዞባቲ ኣብ ሶማልያ ዓብ ቦታ ክህልዎም ዝደልዩ ዘለው እዮም ግብፂ ድማ ተወሲኻቶም ኣላ ሕጂ በንፃሮም መን ኣላ ዩኤኢ እያ ዘላ ምስ ኢትዮጵያን ምስ ሶማሊላንድን ትኾን ዘላ ስለዚ ግብፂ ነዚ ኩነታት ናይ ሶማልያ ብዝለዓለ መንገዲ ክትጥቀመሉ ከም ትኽእል ቱርኪ ኣብቲ ልምዓት ናይ ሶማሊ ዘተ ቅርፂ ይኹን ገዛውቲ ይኹን ወታደራዊ ዓብይ ተሳትፎ ዘለዋ እያ ኣኖ ቱርኪ የስ ቱርኪ ነቲ ተተቅርፂ ገዛውቲ ሓደሽቲ ገለመለ ተተቅርፂ ኣብ ሶማልያ ዝግበር ዘሎ ቱርኪያ ካምፓኒታት ናይ ቱርኪ ናብ ዝሳተፈ ዘለዋ ወታደራዊ ስልጠና ትብ ዘለካ ኣብኡ ነቲ ወታደረ ናይ ሶማልያ ንክድልድል ግብፂ ብዙሕ ትህብ ኣላ ስለዚ ኢትዮጵያ ኣብቲ ባሕሪ እንተመፅያ በቲ ብዲጋ ገይራ ክትቆፃፀሮም እያ ኣብ ኣፍደገ ባሕሪ ተመፅያ ብክልቲኡ ክቐትልዎም ስለ ዝኽእሉ ግብፂ ነዚ ሰንከልከል ናይ ኣቢ ስለ ዝርእይዎ ዘለዉ ከመይ ጌርና ነዛ ኩነታት እዚኣ ንጥቀመላ ዝዓይነቱ ካልኩሌሽን እዮም ዝወስዱ ዘለዉ ምስ ምስ ግዜ ድማ እቲ ምዕባለታት ብዝያዳ ክንሪኦ ኢና ስለዚ ድሕሪ ቁርብ እውን እቲ ፕሬዚደንት ናይ ሶማልያ ንግብፂ ክኸይድ ምዃኑ ወይ ካልእ ደለጌሽን ክመፅእ ምዃኑ ክንርኢ ኢና ሶ ግብፂ ኣብዚ ኩነታት እዚ ዓበ ምስታፍ ክትገብር እያ ምስ ኤርትራ ኣብ ዝሓለፈ ርኢናዮ ኢና ብቐረባ ክትሰርሕ ከም ትደሊ ነጊራ ኣላ ኤርትራ ምናልባት ምስ ቱርኪ ኤምባሲ ናይ ቱርክ ኣብኡ ኣሎ ብዙሕ እውን እንተሽሙ ተሎ ዝለዓለ ዝምድና ክህልዎም ከም ዝኽእል ከዓ ንርኢ ኣለና ሕጂ ስለዚ ኤርትራ ኣብቲ ዞባ ሞር ኣገዳስነት ክትረክብ እያ ሕጂ ድማ ስለዚ ግብፂ ስለ ዘላ ግብፂ ድማ ኣብ ሶማልያ ቦታኣ ከተውሕስ ንኢትዮጵያ ድማ ክትከባ ብሱዳንን ብኩሉ ስለ ትደሊ ዘላ ኤርትራ ኣዝዩ ኣገዳሲ ቦታ ኣለዋ እሱ ጥራይ ዘይኮነ እቲ ሑቲ ዝገብርዎ ዘሎ ኩነታት እውን ንኣገዳስነት ናይ ኤርትራ ዝለዓለ ደረጃ ይገብሮ ስለዚ ናይ ሶማልያ ጉዳይ ንኣሜሪካ እውን ንኤሮጳ ቀዳማይን መሰረታውን ሶማልያ ርግእቲ ሃገር ክትከውን እዮም ዘልዩ ዘለዉ ናይ እስራኤል ኩነታት እቲ ሑቲ ዝገብርዎ ዘሎ ነቲ ኣፍ ደገ ባሕሪ ፀገም ስለ ዝፈጥረሎም ዘሎ ናይ ሶማሊ እንተተወሲኹ እሞ እቲ ኣልሸባብን እቲ ካልእ ፓይረሲን እንድሕር ማዕቢሉ ኤሮጳ ቀጥታ ተጸለውቲ ናይቲ ጉዳይ ስለ ዝኾኑ ደጊሞም ምስ ሶማልያ ልኡላውነት ናይ ሶማልያ ዝለዓለ ክብሪ ከም ዘለዎምን እሱ ድማ ኣብቲ ዞባ ቀንድን ኣገዳስን ልኡላውነት ክኸብር ከም ዘለዎን እዚኣ ድማ ውዕል ኣልጀርስ ከነተግብር ኢና ክብሉ ከለዉ እውን ሓልዮት ናይ ኤርትራ ስለ ዘለዎም ኣይኮኑን ነይሮም እቲ ኩነታት ናራይዎ ስለ ዝኸዱ ዘለዉ ኣብ ኩሉ ድማ ክዕወቱ ከም ዘይክእሉ ርእዮም ኣለዉ። ስለዚ ንኤርትራ መመሊሳ ኣገዳስነት ከም ዝህልዋ እዩ ክገብር እዚ ኩነታት እዚ። ናይ ኤርትራ ኣብቲ ዞባ ኣገዳስነት ትሑት እንተነይሩ ሕጂ ዝለዓለ ደረጃ ክኸውን እዩ ስለምንታይ ርግእቲ ሃገር እሞ ኣብ ስትራተጂካዊ ቅልውላው ዘለዎ ቦታ እቲ ቅልውላው ድማ ብዝቐልጠፈ ኣብ ዝጓዓዘሉ ዘሎ ኩነታት ኤርትራ ጥራያ ዘላ ርግእቲ ዘላ ስለዚ ንኤርትራ ነቲ ዘላቶ ንክትውስኽ ምሳ ሽርክነት ንክትገብር ዘዋፅእ ደኣ እምበር ናይ ኤርትራ ውሽጣዊ ኩነታት ምብልሻው ንረብሓ ናይ ካልኦት ሃገራት ንኣሜሪካ ይኹን ንኤሮጳ እውን ክሰርሕ ኣይክእልን ኣብዚ ኩነታት እዚ ስለዚ ዲሲስ ናይ ኤርትራ ኩነታት ኣገዳስነት ከም ዘለዎ የርእየካ ስለዚ ግብፂ ኣብ ሶማልያ ክትኣቱ ተኮይና ንሶማልያ ክትሕግዛ ተኮይና ትርኪ እውን ክትሕግዛ እያ፣ ስለምንታይ ናይ ሶማልያ ቦታ ኣብኡ ጂኦፖለቲካዊ ረብሐኦም ከሳልጡ ስለዝደልዩ፣ ኢትዮጵያ እትገብሮ ዘላ ንኤርትራ እቲ ዝበለጸ ኣገዳስነት ከምዝህልዋ እያ ትገብር ዘላ፣ እቲ ኩሉ እትኽተሎ ዘላ ኣቢ ዝኽተሎ ዘሎ መንገዲ ኤርትራ ኣብዚ ኣብዚ እዋን እዚ ጂኦፖለቲካዊ ረብሓ ክህልዋ ከምዝኽእል ርዱእ እዩ፣ እንተዘየለ ድማ እቲ ዝነበረ ተነጽሎ ኣብ ኤርትራ ክሰርሕ ከምዘይክእል ኣብዚ እዋን እዚ ስለዚ ኤርትራ ድማ ነቲ ኩነታት ኣፋ ሒዛ they are really playing their cards very well እዚ ከዓ እቲ ኣገባብሲ ብዝለዓለ ርቀት እዮም ዝፃወትዎ ዘለዉ ኤርትራ ብዘረባን ብዓጀውጀውን ዘይኮነስ ብስቕታ እዮም ካብ ዝፃወትዎ ዘለዉ እዚኣ ክትርዳና ክትክል ኣለዋ ኤርትራ መርሕነት ኣብ ኤርትራ ዘሎ እዚ ኩነታት እዚ ዓሰርተ ግዜ ዘጋጠመ ኩነታት እዩ ሓድሽ ኣይኮነን ንኣቢ ሓድሽ እዩ እዚ ኩነታት ዳትስ ዋይ ዝዕንድር ዘሎ ኤርትራ ግን እዚ ኩነታት እዚ ጽቡቅ ጌራ ትፈልጦ ዋን ባይ ዋን ዝተደግመሎምን ብዙሕ ግዜ ዘጋጠሞም ኩነታት እዩ ስለዚ እንታይ ይገብሩ ኣለዉ ስጉምታ ይወስዱ ኣፎም ኣይከፍቱ ትም ኢሎም ስርሖም ይሰርሑ ኣለዉ እቲ ካልእ ግን ኣብ ኩሉ እቲ ዘበላሹ ባዕሉ እናበላሸወ ባዕሉ ፀላእቲ የብዝሕ ባዕሉ ተነፅሎ ይፈጥር ባዕሉ ሽግር ይኣቱ ባዕሉ ኣብ ቆላሕታ ናይ ምዕራባውያን ሃገራት ይኣቱ ዝምድናታቱ ባዕሉ ይሃንፅን የፍርስን ስለዚ ኤርትራ ድማ ስቕ ብምባል ኩነታታ ብጽቡቕ ተሳልጥ ኣላ። ሕጂ ነዚኣ ዝያዳ መብርሂ ክትኮነኩም ትኽእል ነዚኣ ንስማዕ።
ንደናገጽ ምስኦም ኣይንደናገጽ ምስኦም ብዘየገድስ ኣብቲ ሕግታት ነቲ ዞባ ዝገዝኦ ዘሎ ሕግታት ናይ ኣፍሪቃ ሓድነትን ኢንተርናሽናል ሎውን ዝገዝኦ ዘሎ ሶማሊላን ከም ሓንቲ ልኡላዊት ክፋል ወይ ተሪቶሪ ናይ ሶማል ኢያ ትቁጽር። ስለዚ መንግስቲ ሶማል ብዘይ ኣፍልጦና ሓደ ነገር ተገይሩ ኢሎም ክኸሱ ከለዉ ዝቅበልን ዝሰምዕን ኣለዉም። ካልኣይ ጅቡቲ ጅቡቲ ቅድሚ ምባላ ካብ ፈረንሳ ነጻ ከይወጸት ሰብዓን ሸውዓተን ዓመተ ምህረት ይመስለኒ ኣፋር ኣንዒሰ ኢያ ትበሃል ነይራ። ክልተ ዓሌታት ኣብኡ ዘሎ ወይ ክልተ ቀቢላታት ኣብኡ ዘሎ ብሽሞም ኢያ ትጽዋዕ ነይራ። እቶም ዒሳ ዝበሃሉ ዘለዉ ኣብ ሶማሊላንድን ኣብ ኢትዮጵያን ኣብ ጅቡቲን ኣለዉ። ኣብ መንጎ እዚኦም ሰበኽ ሳግም ስለ ዝኾኑ ዘላንዮ ናይ መሬት ናይ መጋሃጫ ባእሲ ኣሎ። ጸጸኒሖም እውን ይዋቕዑ እዮም ሰብ ይመውት እዩ። ኣብ ዝሓለፈ ዓመታት ብዙሕ ግዜ ከምኡ ኣንቢብኩም ትኾኑ ኢኹም። ሳልሳይን እታ ዝኸፍኣትን ከኣ ናይ ኦጋዴን ሽግር ኣብ ኢትዮጵያ ኣሎ። እቶም ደቂ ኦጋዴን ኣብዚ ሃረር ዝቕመጡ ሰባት ኣብቲ ከባቢኡ ማለተይ እይ ሰፊሕ እቲ ቦታ እዚኣቶም ብግዝኣት ብሓይሊ ብ ኢትዮጵያ ዝኣተዉ እምበር ኢትዮጵያውያን ኣይኮኑን እቶም ኮሎንያሊስትስ እቶም ወረርቲ ናይ ኤሮፓ ነዚ ኩሉ ኣፍሪቃ ክማቐልዎ ከለዉ ንመነሊክ ውን ግደኻ ተባሂሉ ዝተሓዝኣሉ ቦታታት ስለ ዝነበረ ኣስፋሕፊሑ እዛ ኢትዮጵያ ሕጂ ንፈልጣ ዘለና ከም ሕጂ ኮይና ቅድሚኡ ኢትዮጵያ ትበሃል ኣይነበረትን፣ ኢትዮጵያ ዝበሃል ሽምውን ኣይነበረን፣ ኣብ ኩሉ ኣቢሲንያ ኢልካ ኢኻ ሓበሻ፣ ምድሪ ሓበሻ ትበሃል ነይራ። እቲ መጽሓፍ ቅዱስ ዘሎ ምስዚ ሕጂ ዘላቶ ኢትዮጵያ ዝራኸብ ኣይኮነን። ብባህሊ ግን ጥርጥር ኢዩ፣ ኢትዮጵያ ገለ ክበሃል ሰሚዕካ ከም ኣፍሪቃ ከም ማለት ኢዩ፣ ከምዚ ሕጂ ንሕና ኣፍሪቃውያን ንብል ኢትዮጵያውያን ዝብሉ ውሑዳት እውን ነይሮም ኢዮም፣ ግን ኦፊሻል ወይ ዕላ ወይ ሽም ናይቲ ሃገር ኣቢሲንያ ወይ ሓበሻ ኢዩ ዝበሃል ነይሩ። ብምስፍሕፋሕ ዝተገዝአ ኢዩ ኦጋዴን። ኣብኡ ዘለዉ ሰባት ከኣ ሶማል እዮም። ራብዓይ እዛ ሕጂ ሶማሊላንድ ትበሃል ዘላ ብሪቲሽ ሶማሊላንድ ትበሃል ነይራ ናይ እንግሊዝ ግዝኣት ነይራ። እዛ ሕጂ ሶማልያ ትበሃል ዘላ ናይ ጥልያን ነይራ ኢታልያን ሶማሊላንድ ትበሃል ነይራ። ኣብ ካልኣይ ውግእ ዓለም ጥልያን ምስ ተሳዕሩ እዚ ቦታ ሕጂ በዓል ኦጋዴን እዚ መቐድሾ ገለ እዚ ከባቢ እዚ ዘሎ ኣፍሪካ ኦርየንታሌ ኢታልያና ከምኡታት ዓይነት መጸውዒ ነይረዎ። ናይ ጥልያን ናይ ምስራቕ ኣፍሪቃ ዞባ ተባሂሉ ከም ሓደ ግዝኣት ይካየድ ነይሩ። ድሕሪኡ ኣብ ትሕቲ እንግሊዝ ወዲቑ። ኦጋዴን፣ መብዛሕትኡ ኤርትራዊ ኦጋዴን ኣብቲ ናይ ሽሕን ትሽዓተ ሚእትን ሰብዓን ሸውዓተን ዝነበረ ውግእ ብኡ እዩ ዝዝክራ። ኣብቲ ግዜ እቲ ኢትዮጵያን ሶማልን ከቢድ ውግእ ኣካይዶም። ዳሕራይ ሶማል ክሳብ ጥቓ ኣዲስ ኣበባ በጺሖም ነይሮም ደፊኦም። ክሉት ቦታታት ሒዞሞ ደፊኦም ነይሮም። ደሓር ኩባ፣ ራሻ፣ ኩሎም እዞም ናይ ደሳዊ ሃገራት ዝነበሩ ብሓደ ግዜ ጽዑቕ ሓገዝ ገይሮምሎም ንሶማል ከውጽእዋ ክኢሎም። እቶም ሶማል ተደፊኦም ተሳዒሮም። ኢትዮጵያ እቲ ቦታ ኣብ ትሕቲ ቁጽጽራ ኣእትያቶ። ብድሕሪኡ እዩ እዞም ኩሎም ናይ ደሳዊ ዓለም ወተሃደራት ኣብ ኦጋዴን ንኢትዮጵያ ዝሕግዙ ዝነበሩ ኩሎም ንሰሜን ኣቕኒዖም ኣብ ኤረትራ መጺኦም ክልተ ዓመት ምሉእ ከቢድ ውግኣት ተኻይዱ ክሳብ እቲ ናይ ሰብዓን ሸውዓተን ናይ ሰብዓን ሸሞንተን እቲ ካልኣይ ናይ ምዝላቕ ገለ ዘምጸኤ ናቱ ሳዕቤናት እዩ ነይሩ። እሞ ኦጋዴን ምዝካርሲ ናይ ግድነት የድሊ እዩ። ሽሕን ትሽዓተ ሚእትን ኣርብዓን ክልተን ኦጋዴን ፕሮቶክትሬት ወይ ሞግዚትነት ናይ ዓዲ እንግሊዝ ብኸምኡ ትካየድ ነይራ ከምቲ ኤርትራ ብሞግዚትነት ናይ ዓዲ እንግሊዝ ትካየዶ ዝነበረት ማለት እዩ። እዚ ኸኣ ክሳብ ሽሕን ትሽዓተ ሚእትን ኣርብዓን ትሽዓተን ጸኒሑ እዩ። እዚ ብሪትሽ ፕሮተክትሬት ተባሂላ። ብሽሕን ትሽዓተ ሚእትን ሓምሳን ሓሙሽተን ከኣ ፈጺሞም ካብቲ ቦታ ለቒቖም ንኣቢሲንያ ኣረኪቦሞ። ኣቢሲንያ ክብል ከለኹ ሕጂ ሓድሽ ዘምጽኦ ዘለኹ ኣይኮነን። ኩሉ እቲ ጽሑፋትን ስምምዓትን ኣቢሲንያ እዩ ዝብል። ኢትዮጵያ ዝብል ሽም ክሳብ ሽዑ ውሩይ ኣይነበረን። ድሕሪኡ እዩ እንዳገደደ ዝኸደ። እምበር ቅድሚኡ ኣቢሲንያ እዩ ዝበሃል ነይሩ እቲ ዓዲ። ምድረ ሓበሻ ካብ ሽሕን ትሽዓተ ሚእትን ሓምሳን ክሳብ ሽሕን ትሽዓተ ሚእትን ስሳን እንግሊዝ ሞግዚት ናይዚ ቦታ እዚ ኣብ ዝነበረትሉ ግዜ እዚ። ችን የሚታወስ ነው። የኢትዮጵያ መንግስት ያለበቂ ዲፕሎማሲያዊ ስራ በአደባባይ በሰበር ዜና ያስነገረው ይህ አጀንዳው ለኢትዮጵያ የጸጥታና ደህንነት ለቀጠናው ደግሞ የትርምስ ስጋት ሆኖም ተከስቷል።

ለዚህ አጻፋ የሚሆን ምላሽ ለመስጠት ሲሞክሩ ተስተውሏል። ባሳለፍነው ቅዳሜ ከግብጹ ፕሬዝደንት አብዱል ፈታህ አልሲሲ፣ ሴው እዚ ኩነታት ትሪእዎ ኣለኹም ካበይ ናበይ ይጓዓዝ ኣሎ እቲ ምናልባት ጆሃር ፅቡቅ ዝኾነ ታሪክ ነግር ፀኒሑ ናብቲ ህልው ኩነታት ክመፅእ ልክዕ መንግስቲ ናይ ሶማሊያ ፕሬዚደንት ናይ ሶማልያ ንኤርትራ ክኸይድ ከሎ ኣብ ሰማይ ከሎ ድዩ ዋላ ገለ ዋላ ቤ ኣስመራ ክወርድ ከሎ ጁብቲ መግለፂ ውፅያ እንታይ ዝብል መግለፂ ውፅያ እስከ ንሕና እውን ልኡላውነትን ነፅነትን ሶማልያ ነኽብር ኢትዮጵያን ሶማልያን ድማ ክረዳዳ ኣለዎን ስለዚ ዑመር ጉሌ ፕሬዚደንት ናይ ጁቡቲ ከም ኣቦ ወንበር ናይ ኢጋድ እዚ ዘሎ ኩነታት ንቃወሞ ኢትዮጵያ ድማ ኢትዮጵያን ሶማልን ድማ ብዲፕሎማሲ ጉዳየን ይኽፈታ ይፍታሓያ ይፍታሓ ንሕና ግን ደገፍናትና ልኡላውነትን ዶብ ናይ ሶማልያን ክኽበር ክኽእል ኣሎ ብምባል ናብ ኣብ ጎኒ ሶማልያ እዮም ኮይኖም ግን ከዓ እናተጠንቀቑ ዝበልዋ ዘረባ እያ ነይራ ስለዚ ብሓፈሻ ኣብቲ ዞባ ኣቢ ዝኾነ ይኹን ኬንያ ይኹን ጅቡቲ ትኹን ኤርትራ ትኹን ግብፂ ትኹን ሱዳን ትኹን ዝኾነት ሃገር ትድግፈ የላን ክሳብ ሕጂ ድማ ብወግዒ ከም ሃገር ብጀካ ዩኤኢ ንሳውን ብወግዒ ኮነትን ንኣቢ ዝድግፍ ሃገር የለን ግለሰባት ዛረብ እዮም ብሃገር ደረጃ ግን ነቲ ኣቢ ሓሲብዎ ዘሎ ክድግፍ ዝኽእል ሃገር ኣይረኣናን ኣለና ናይ ሶማልያ ፕረዚደንት ድማ ነቲ ዘሎ ጉዳይ ተጠቂሙ ኩሉ ዘድሊ ክገብር ምዃኑ ግብፂ እንታይ ክትገብር ከም ትኽእል ንኣብነት ከም ኣብነት ሓንቲ ግብፂ ክትገብሮ ትኽእል እዚ ሕጂ ክንሰምዖ ኢና ካብ ዝተፈላለዩ ኮሜንቴተርስ ክንሰምዕ ኢና ልስን ኬርፉል ኣብዚኣ ሕጂ ኢትዮጵያ ናይ ሃገርነት ሕቶ ዘለወን ክልላት ኣለዋ ትግራይ ሓደ እዩ ዓፋር ትሪያንግል ዝበሃል እውን ንባዕሉ ሓደ እዩ እቲ ናይ ኦጋዴን እውን ንባዕሉ ሓደ እዩ ስለዚ ኦሮሞ ከዓ ብዓብዩ ኦሮሞ ሪፓብሊክ ዝብል ክንምስርትና ዝብል ጥሙሕ እውን ኣለዎም ግን ኢትዮጵያ ርእሰ ከተማ ኣዲስ ኣበባ ርእሰ ከተማ ኣፍሪቃ ከላ ሕብረት ኣፍሪቃ ኣብኡ ኮፍ ኢሉ ኣሎ ቻርተር ናይ ሕብረት ኣፍሪቃ እውን ነዚ ሕጂ ኢትዮጵያ ክትገብሮ እያ ዝበሃል ዘሎን ዘየፍቅድ እዩ እንታይ ከምጽእ ይኽእል ሕጂ? ምናልባት ኣብዚ እዋን እዚ ኣብቲ ናይ ናይል እውን ኣተኣሳሲርና እንድሕር ርኢና ነቲ በንሻንጉል ዝብል ግብጺ ምስ ናይ በንሻንጉል ከም ሓደ መንግስቲ ኣፍልጦ ሂባ እንድሕር እቲ መምራንደም ኦፍ ኣንደርስታንዲንግ ድዩ ወተሃደራዊ ስምምዕ ድዩ ገለ እንተገይራ ኣብቲ ከባቢ ክፍጠር ዝኽእል ስናርዮታት እንታይ እዩ? Well ኣብዚ እዋን እዚ ቀዳማይ ሚኒስተር ኣብይ ኣሕመድ ዳርጋ ሶርስ ናይ ሌጂትመሲ ስኢኑ ኣሎ። ምክንያቱ ኣብ ህዝቢ ጸጥታ ከሰፍን ኣይከኣለን። ናይ ቁጠባ ቅልውላው ወይ ከዓ ፀገም ናይ ኢትዮጵያ ክፈትሕ ኣይከኣለን። ናይ ሽግር ናይ ምሕደራ እውን ክፈትሕ ኣይከኣለን ኣሎ። ብተወሳኺ ከዓ ኣብ ስልጣን ክመፅእ ከሎ ቀንዲ ደገፍቲ ናቱ ዝነበሩ ኣምሓራ እዮም። ኣብዚ እዋን እዚ ዳርጋ ሙሉእ ብሙሉእ ክበሃል ይከኣል ደገፍ ናይ ኣምሓራ ተሳኢንዎ ኣሎ። ደገፍ ናይ ኦሮሞ ብከፊል እዩ ነይሩ፣ ሙሉእ ብሙሉእ ኣይኮነን ነይሩ። ካብ መጀመሪኡ እውን እንተሪእኻዮ ናይ ሙሉእ ናይ ኦሮሞ ደገፍ ኣይነበሮን። ኣብዚ እዋን እውን እንተኾነ ዝፀንሖ ደገፍ እንዳርካበን ማለት እንዳጠፍኣ እየን ዝኸዳ ዘለዋ ስለዚ ንዑ መቐፀሊ ዝኾኑ ኣብ ስልጣን ምጭብርባር ይብልዎ በምሓርኛ ትግርኛ እንታይ ትኾን እታ ቃላት ምጥፍፋእ
ምጥፍፋእ ማለት
ምሽካዕ ወይ ገለ ከምኡ ናይ ከዳዓት ወይ ናይ መታለልቲ ስራሕ እንዳታለልካ ነዚ በዚ እንዳሽካዕካ ነዚ በዚ ተስፋታት እንዳሃብካ እንዳበልካ ክቕፅል እዩ ዝፍትን ዘሎ ማለት ኣብ ኩሉ ስርሓቱ እንድሕሪኻዮ ኣብ ከምኡ ዓይነት እዩ ዘሎ ኣብ ምትላል እዩ ዘሎ እቲ ዝገብሮ ዘለዎ ንምትላል እዩ ኣነ ኢንፋክት ጠፊዎ ኣይመስለንን እዩ ምስ ክልል ሶማሊላንድ ሲ ብዛዕባ ዶብ ክትዛረብ ወይ ብዛዕባ ወደብ ክትዛረብ ሲ ከምዘይፍቀድ ይፈልጥ እዩ ማለት ከም ዝበልካዮ ብናይ ቻርተር ናይ ሓድነት ኣፍሪቃ ሕብረት ኣፍሪቃ ይኹን ብናይ ናይ ዩናይትድ ኔሽንስ ሶማልያ ልኡላዊት ሃገር ከም ልኡላዊት ሃገር እዩ ዝፈልጥ ስለዚ ነዛ ልኡላዊት ሃገር እዚኣ ናታ ልኡላውነታ ዘፍርስ ስራሕ ክትሰርሕ ከለካ ነቲ ኣንጻር እቲ ቻርተር ኢካ ትሰርሕ ዘለካ ማለት እዩ ፋክት ይገርመካ እዩ ኣብዚ እዋን እዚ ካብቲ ምሕፀናን ካብቲ ዘረባን ልመናን ኣትሪሮም ዘይምኩናኖም ብፍላይ ሕብረት ኣፍሪካ ቁርብ ይገርመካ እዩ እዚ ሕብረት እዚ መዓስ ዶ ይሓዊ ኢካ ትብል ምክንያቱ ኩሉ ግዜ ሰነፍን ሓሓጻብካን እስረኛ ናይ ኢትዮጵያ ኮይኑ እዩ ተሪፉ ዋላ ጉዳይ ኤርትራ ውን ክትሪኦ ኮለካ ቀደም ጉዳይ ኤሪትራ ናይ ግዛት ናይ ኣውሮጳዊ ግዛት ጉዳይ ሕቶ እዩ ነይሩ ናጽነት ናይ ምርካብ ዕድል ነይሩ ስለዚ እቲ ሓድነት ናይ ኣፍሪካ ክምስረት ኮሎ ቻርተራቶም ክጽሕፉ ኮሎ ብ ሽሓን ትሽዓተ ሚእትን ሰሳን ሰለስተን ኣቢሉ ይመስለኒ ኦሬዲ ጉዳይ ኤርትራ ሲ እንታይ ሽሙ እዩ ነይሩ ከም ሕቶ ናይ መግዛእቲ እዩ ነይሩ ግን ክፈልጥዎ ኣይደለዩን ብጸቕጥታት ናይ ኢትዮጵያ ማለት እዩ ስለዚ እዚ ሓደ ካብቲ ፀገማት ናይዚ ኣህጉራዊ ትካል እዩ ሶ ከምዚ እትሪእዎ ዘለኹም እቲ ኩነታት ናይ ኣቢ ኣልዒልዎ ዘሎ ኣብ ውሽጢ ኢትዮጵያ ንዝመፅእ ኩነታት ክሳዕ ክንደይ ክፀልዎ ከም ዝኽእል ንምግንዛብ ዝኣክል ኢለ እየ ዝቐሪበልኩም ኔክስት ንሪኦ ኣጀንዳታት ናይ ኤርትራ እዩ ክኸውን ስለዚ መጀመርያ ቅድሚ ናብኣ ምብፃሕና እዚኣ ትሪእዋ ዘለዉ ረኣዩ ኣብ ሶሻል ሚድያ ትዘውር ዘላያ ወይ እዚኣ ኣይንክ ክልቲ እውን ኣይሰርሕ የለን ኦኬ ጊቭ ሚ ሰከንድ በብሓደ ከምፃልኩም ክፍትን እየ እዚን ክልተ ቪድዮታት ሸር ክገብረን ደልየ ነይረ ምክንያቱ ኣዛረብቲ ኮይነን ዘለዋ ኣርስታት እየ ስለምንታይ ድማ ክንሪኤን ኢና እዚ ትሪእዎ ዘለኹም እዚ ትሪእዎ ዘለኹም ኣይንክ ተወለድቲ ደቂ ኦሮሞ ደቂ ሃብታማት እዮም ገንዘብ ጉሒፎም ኣብ ገንዘብ እናሳዕስዑ ከለው ብዙሕ ግዜ ባይረ ኣብ ትዊተር ብዙሕ ሸር ገብርዋ ነይሮም እዛ ቪድዮ እዚኣ በቲ ጎኒ ጎኒ ድማ እዚኣ እናወፀት ከላያ ስለዚ ረለኹ ዓረይ ምስ ደቀይ ድራረይ ቆልዑ ካብ ትምህርቲ ተቋሪፀ ፀግምኒ ጠምየ ረሂበ ሽየጥ የብለይ ልወጥ የብለይ መሬት ኣብና እኳ እንደለ እኽሊ ስልኩዕንቲ እኳ ኣብና ብዓረ
ኣብ ትግራይ ዲቕ ዝበለ ጥሜትን ሽግር እናሃለዎ ከሎ ኣብ ኦሮሞ ገንዘብ ጉሒፍካ ኣብ ሉክሱስ ህይወት ዝነብር ዘሎ ፓርቲስ ደቂ ሓለፍትን ደቂ ሃብታማትን ከምዚ ኢሎም ኢሎም ነዚ እናወዳደሩ ብዙሕ ኣዘራቢ ኮይኑ ነይሩ እዚ ከዓ ኣብ ኢትዮጵያ ኣብ ኣዲስ ኣበባ እንሪኦ ዘለና ዝምረቕ ዘሎ ፓርክታት ድዩ ናይ ዓድዋ ድል ዝበልዎ ሙዚየማት ድዩ ገለመለታት ክትርኢ ከለካ ኣብ ትግራይ ኣብ ተመሳሳሊ ሃገር ብጥሜትን ብደርቅን ሰብ ዝመውት ዘሎ ብዛዕባ እውን ክዛረብ ዝኽእል መንግስቲ የለን ኣብ ደገ ባሕርን ኣብ ካልእ ኣጀንዳታት ከለዉ እቲ ህዝቢ ትግራይ ክሳብ ክንደይ ከም ዘየገድሶ ዘሎ ነቲ መርሕነት ኣብ ኣዲስ ኣበባ ዘሎ ዘጉልሕ ኩነታት ንርኢ ኣለና። ስለዚ እዚ ከምዚ ኢሉ ከሎ እቲ ኩነታት ኣብ ውሽጥና ዘሎ ኣብቲ ጉዳይ ናይ ኤርትራ ዘሎ ቅድሚ ናብኡ ምስጋረይ እዚኣ ስከራዩ እዛ ቪድዮ እዚኣ እዛ ቪድዮ ትማሊ ኣብፅሐልኩም ነይረ እዛ ቪድዮ እዚኣ ብተደጋጋሚ ሸር ይገብርዋ ኣለዉ ነቲ ልምዓት ኣብ ኤርትራ ክግበር ዝኽእል እዚ ዓመት እዚኣ ድማ ከም ዝበልኩኹም እቲ መንግስቲ ኤርትራ ዋላ እኳ ብዙሕ ክርፍስ እንተሎ ኣብቲ ዞባ እቲ ኣብ ኩነታት ናቱ ጥራይ ኣተኲሩ ይኸይድ ከም ዘሎ ከም ንሪኦ ዘለና ብዙሕ ተስፋታት ዘርኢ ካብ ዝተፈላለዩ ወገናት ናይ ኤርትራ ይረኣ ከም ዘሎ ከምዚ ዓይነት ስእልታት ናይ ፕሮግረስ ናይ ለውጢ ድማ ተደጋጋሚ ሸር ይግበር ከም ዘሎን ኣብ ባፅዕ ዝነበረታ መርከብ ብክልት በርባዕተ ደቂ ኣንስትዮ ኤርትራውያን ትዝወር ከም ዝነበረታ ናይ በዓል ዝነበረት ዝገልፅ ቪድዮ እውን ወፂኡ ኣሎ ስለዚ

እዚኣ ትሪእዋ ዘለኹም ቴፈኒ ሓድሽ ትበሃል ኤርትራዊት ኮሜድያን ናይ ሆሊውድ ኣክተር እያ ብዙሕ ተፈላጥነት ዘለዋን ብዙሕ ህብብቲ ፐርሶናሊቲ እያ ወይ ከዓ ሰለብሪቲ እያ ኤርትራ ከይዳ ነይራ ኤርትራ ከይዳ ኣብ ኤርትራ ናብቲ መበቆል ዓዲ ቦኣ ይመስለኒ ኣጤሳ ተዋሂብዋ ነይሩ ኣብ ኤርትራ ኮይዳ መፅኣን ብዛዕባ ኤርትራውን ገለ ነገር ፖዘቲቭ ሓበሬታ ከተመሓላልፍ ምስ ፈተነት ኣብ ብዙሕ ተቃውሞታት ኤርትራውያን ኩሉ ግዜ ብዛዕባ ኤርትራ ምሕሳብ ገዲፍና ኣብ ጓል መንገዲ ስለ ንነብር እዛ ሰብ እዚኣ ንኤርትራ ክትቅይራ ኣይትኽእልን እያ ዊ ኖው ዳት ብዛዕባ ኤርትራ ፖዘቲቭ ትስእሊ እቲ ሃገር ዋላ ከም ፖለቲካዊ ተቃዋሚ እንድሕር ኮንካ እቲ ሃገር ክትቅፅል ትደልያ ተኮንካ ኣብቲ ሃገር ካብ ፖለቲካዊ ረብሓ ፖለቲካዊ መርሕነት ትፅበ እንተለካ እቲ ሃገር ክትቅፅለልካ ኣይትደልን ዲካ እቲ ሃገር ክትፍለጠልካ ኣይትደልን ዲካ እቲ ሃገር ቱሪስት ክትስሕበልካ ኣይትደልን ዲካ ብሓፈሻ ኣብቲ ደንበ ተቃውሞ ናትና ዘሎ ግን ከመይ ጌርካ ንሕጂ ጥራይ ኣብታ ስልጣን እምበር ድሕሪኡ ዘሎ ሓሳብ የለን ስለዚ ኤፍሪቲንግ ብዛዕባ ኤርትራ ምስ ስይጣን ጥራይ ከምቲ ምዕራባዊ ዓለም ዝኽተሎ ዘሎ ስትራተጂ እቶም ምዕራባውያን ኣጀንዳታት ወይ ከዓ ምዕራባውያን ሃገራት ኤርትራ ክትቅፅል ስለ ዘይደልይዋ እዮም ብዛዕባ ኤርትራ ፅቡቅ ክዛረቡ ዘይደሊ ዘይደልዩ እዚኣ ክትንፅረልና ክትከል ኣለዋ ኤርትራ ከም ሃገር ክትቅፅል ስለ ዘይደልይዋ ዝኾነ ነገር ብዛዕባ ኤርትራ ፖዚቲቭ ክዛረበ ይደልዩን እዮም ኤርትራዊ ተቃዋሚ እንድሕር ኮንካ ግን ኤርትራ ክትቅፅል የድልየካ ትደሊ ኢኻ ሃገር ክትህሉ ትደሊ ኢኻ ዘይትደሊ ተኮይንካ ብዛዕባ ኤርትራ እውን ክትሓስብ የብልካን ሓደ ሓደ ሰባት ኩሉ እቲ ዝሰርሕዎ እንተሪኢካ እዮም ኤርትራ ከምዘይትቕፅል እዮም ዝገብሩ ኩሉ እቲ ዝገብርዎ ዘለዉ ፅባሕ ንጎ ሃገር ክትሃንፅ ኣይትኽእልን ኢኻ ናፅነት ናይቲ ሃገር ኣይኣምለሉን እየ ትብል ባንዴራ ናይቲ ሃገር ኣይኣምነሉን እየ ትብል ወተሃደራዊ ሓይሊ ናይቲ ሃገር ኣይኣምነሉን እየ ትብል ኣብቲ ሃገር ዘሎ ኣቋም ኩሉ ነገር ኣይኣምነሉን እየ ትብል ተኮይንካ መብዛዕባ ኤርትራውያን እንታይ ተዛርባ ኣለካ ኦፍኮርስ ንስኻ ነቲ ኣጀንዳ ናይ ምዕራብ ተሳልጥ ኣለካ ምክንያቱ ንሳቶም ሃገር ክትሉ ይደልዩን እዮም ዘለው ምስ ኢትዮጵያ ክፅምብርዋ እዮም ዝደልዩ ዘለው ፎርሳም ሪዝን እውን እቲ ናይ ፌደሬሽን ታሪክ ከተንጸባርቕ ይደልዩ ካለው ባንዴራ ናይ ፈደሬሽን ክትጥቀም ይደልዩ ካለው ስለምንታይ ኤርትራ ናጽነታ ወሲዶም ኣብ ትሕቲ ኢትዮጵያ ክትከውን ስለ ዝደልይዋ ዘለው ብዙሕ መንእሰይ ድማ ነዚ ከይተረድኦም ደድሕሪኦም ይኸይድ ኣሎ ኤርትራ ከም ሃገር ክትቅጽል ናጻ ዝኾነት ሃገር ክትቅጽል ትደሊ ተኮይንካ ግን ብዘየገድስ እቲ ፖለቲካዊ መርሕነት ኣብ ኤርትራ ዘሎ ናይ ኤርትራ ታሪክ ናይ ኤርትራ ናጽነት ናይ ኤርትራ ልኡላውነት ናይ ኤርትራ ባንዴራ ናይ ኤርትራ ክብርታት ክትቅበል ክትክእል ኣለካ ንዑ ተቀቢልካ ግን ፖለቲካዊ ለውጢ ይደሊ እየ ኢልካ ክትሰርሕ ትክእል እያ እዛ ቴፋኒ ሓድሽ ትብሎ ዝነበረት ግን ብዛዕባ ኤርትራ ኩሉ እቲ ዝበሃል ንዑ ገዲፍካ መጺካ ራዮ እሞ ድሕሪኡ ተዛረብ ኢላ ተዛሪባ ነይራ ብሓቂ ድዩ ከምኡ ስለ ዘሎ ከም ኢላ ተዛሪባ ከምኡ ስለ ዘሎ እቲ ኩነታት ከምኡ ክትብል ተገዲዳ ክትብል ትክእል ኢካ ብርግጽ

ካም ኤንድ ሲ ቅድሚ ሕጂ እውን ኣብ ብራስልስ ኣብቲ ኣኼባ ዝነበረ ሓደ ናይ ኤውሮፓዊ ካም ኤንድ ሲ መጺኻ ረኣዮ ድሕሪኡ ተዛረብ ብምባል ነቲ ኣብ ባይቶ ተኣኪቦም ዝነበሩ ከምኡ ኢልዎም እዚ ከምዚ ኢሉ ከሎ ግን ኤርትራውያን ድራማ ስለ ንፈቱ ለንቀ ንትወጽእ ዘላ ዋላ መን ኢካ ሪኢካ ርኣ መን ኢካ ባዕለይ ረክባ እየ ምስ መን ኢካ ዋላ ኣይትዛረብ ባዕለይ እየ ዝረክባ ተረድተያ ኣለካ መን ኢካ ከመይ ትገብራ ኣላ ጉዳይ እዋ
ባዕለይ ረኽባ እየ በዚ ሓወቦይ ኣጆኻ ኣነ ድለኽዎ ነገር ከይነገረይ ዝገብራ ባዕለይ ኣለኹ ሪኢኻ ረኣ ነቲ ሶሎ ዝገበርቶ ልምስ ቢላቶ እያ ሎማዓንቲ ኣይረኣኽዋን ኣይሰማዕክዋን ኣጋጣሚ ምስ ሰይድ ኮምለይ ከመይ ገይራ ሰምዓ እሞ ሕምስ እንዳ ቢላቶ እቲ ላይቭ እንዲ ኖ ኖ ሚኪ ሚኪ ንስኻ ሕጂ ዝኾነ ሰብ ኣይቅይረካን ፈሊጠካ ኣጽኒዐካ እንዴ ዋላ ኣነ ከምዚኣ ከምዚኣ ኢለካ እውን ከምዘይሰምዓኒ ፈልጥን

ናትናኤል ኣስመላሽ ንማዕበል ምስ ሃረሞ ምስ ፀረፎ ንሓደ ኤርትራዊ ትግራዋይ ምስ ፀረፎ ጠዋሊ ዓዲሙ ብክብሪ ዘምፅኦ ንሱ እዩ እዚ ኤርትራውነት እዩ ነዚ ከዓ ዘጨብጭብሉ ሓድሩ ኣለዉ ብጣዕሚ ድሓን ግን ንሱ ናይ ግዜ ሕቶ እዩ ድሓን ኩሉ ሕማቅ ሰብ ዓሌትነት ዓሌትነት መን እዩካ ተዛሪባ ተለቀ ዓሌትነት እምበር ኣረጋይ ክሳዕ ሕጂ ሰላሳን ገለን ሽሕ ብጣዕሚ ቁማት መሕፈራት ሓደ ሳብስክራይበርስ ኣይረኸበን ወገናውያን ስለ ዝኾንኩም ሰለሙን ዛረበላ ሕጂ ፈልጦ ይበዓሉ ሪኦ ኣሎ መን ካብ ፈሊጣ ንሕልት ኩኹሪ መን ቢካ እንድሕር ኣፈሊ ሰው እዛ ጉዳይ እዚኣ እውን እዛ ቪድዮ እዚኣ እውን ብዙሕ ግዜ ሸር ኮይና መፅያትኒ ኣላ ብሓፈሻ ሕልፍ ክብል ከለኹ ኣብቲ ጉዳይ ናይ ኤርትራውያን እውን ኤርትራዊ ምዃነ ስለ ዘይተርፈኒ ናተይ ርእይቶ ክህብ እየ ሰባት ከም ሰባት ፍልልይ ሓሳብ ከጋጥም ይኽእል እዩ፣ ዘይምርድዳእ ከጋጥም ይኽእል እዩ። ኣብ መንጎ ዩቱበራት ዩቱብ ንሰርሕ ዘለና ሰባት ኢና ከማኻትኩም ምስ ዝኾነ ሰብ ከም ትገራጨውዎን ዘይትረዳድእዎን ኣብ መንጎ ኣብ ዩቱበር ዘለውን ኣብ ቲክቶክ ዘለውን ካልእ ዘይምርድዳእ ክፍጠር ይኽእል እዩ። እዚ ዝብልዎ ዘለዉ ናይቲ ሓደ ናይቲ ሓደ ፀቀ ክኸውን ኣይደልን እየ ሓንቲ ግን ኣብዚኣ እዋን እዚኣ ክብላ ዝደሊ ኣብዛ ዝሓለፈት ዓመት ዳርጋ ፅቡቅ ዝኾነ ሶሊዳሪቲ ኣብ መንጎ ኤርትራውያን ይረአ ነይሩ ሓባራዊ ዘተ ይረአ ነይሩ እዚ ግን ወገን ኤርትራውያን ጥራይ እውን ኣይኮነን ብካልእ መንገዲ ኣብ መንጎ እትዮም ተቃወምቲና በሃልቲ እውን ተመሳሳሊ ቪድዮ መፅያትኒ ነይራ ኣብዚ ደኖ እንተረኪበያ ተመሳሳሊ እውን ሓሸውያ ኣሎ ኣብ ኩሉ ዝሓላልክ ካብ ምግባር ንነብሰይ ገትያ ፀኒሐ ብኣንጻሩ ብሸነኽ ኣደመንበር ናይ ቦርና ኤርሳት በይናዊ ብዝኾነ ስጉምቲ ናይ ባንክ ናይ ኤርሳት ካብ ቁጽጽረይ ወሲዳቶ። እዚ ሓደ ነቲ ነቲ ሽግር ንምፍታሕ ዝግበር ዝነበረ ዝርርብ ወይ ከኣ ተኣማንነት ኣብ መንጎ ኣባላትን ቦርድን ንኽጠፍእ ገይርዎ ማለት እዩ። ኣነ ከም ኣካያዲ ስራሕ ኣነ ኣካውንታንት ብምሉኡ ኣሰት ናይ ኤርሳት ንሕና ኢና ንቆጻጸሮ ምኽንያቱ ኣካያዲ ስራሕ ስለ ዝኾንኩ። ኣደመንበር ናይ ኤርሳት ብዝነበራ ኣክሰስ

እንታይ ክብል ይደሊ መሲልኩም ሓንቲ ነገር ክርዳኣኩም ክኽእል ኣለዎ ሶሻል ሚድያ ወይ ከዓ ዩቱብ ወይ ካልእ እውን ሓደ ሓደ ግዜ ከምዚ ዓይነት ድራማ ክፍጠር ከሎ ነቲ ስራሕ ፅቡቅ እዩ ሰባት ሓደ ነገር ክፍጠር ከሎ ናብትን ናብትን ክላካዕ ከሎ እቲ ዘራ ድራማ ክፍጠር ከሎ ነቲ ሶሻል ሚድያ ሰባት ብዙሕ ንዑ ከም ሰምዑ ይገብሮም እዩ ስለዚ ክፋል ናይቲ ሶሻል ሚድያ ምዃኑ ፈሊጥና ነፍሲ ወከፍ ዝተፈጠረ ከም ዓብዪ ሃገራዊ ሕቶ ጌርካ ንሓትሕትካ ምስሓሓብ I don't think uh, ክሳዕ ክንዲ ውፅኢት ዘለዎ ስለዚ እቲ ህዝቢ ነቶም ኣብ ዩቱብ ዘለዉ ከምዚ ስለምንታይ ኮይኖም ከምዚ ስለምንታይ ተፈጢሩ ክትብል የብልካን እቲ ህዝቢ ዝያዳ ኪኑ ክኸይድ ክኽእል ኣሎ ዝብል ርድኢት ኣለና ነ ከምዚ ነገራት ክፍጠር ከሎ ከምዚ ናይ ብሓቂ ነቲ ሃገር ኣብ ሓደጋ ዘውደቐ ኩነታት ጌርካ ዘይምርኣይ ምክንያቱ ብስምዒት ዝፀሓፍን ብስምዒት ዝዝረብን ኩነታት ስለ ዝርኢ ዘለኹ እዩ ማለት እዩ ወይ ድማ ብስምዒት ግብረ መልሲ ክወሃበሉ ስለ ትደልዩ ኣብዚ ቻነል ዘለኹም ግን ኢቭን እዚ ነገራት እዚ ንኸይወፅእ እውን ትደልዩ ኢኹም ኣክወፁ የብሉን ትብሉ እውን ኣለኹም ምውፅኡ ይተርፎን እዩ ሚድያ ናትና ግልፅን ግልውፅነት ዘለዎ ስለ ዝኾነ ግድን ምውፅኡ ይተርፎን እዩ ብዙሓት ቻነላት ግን ንከምዚ ዓይነት ድራማ ዝዓበየ ክፋል ናይ ስራሕ ስለ ዝኾነ ከምኡ ክቕፅል እዩ ሕጂ ኣሎ ክቕፅል እዩ ንሓዋሩ እውን ስለዚ እቲ ሰብ ተጠንቂቑ ኣካይዱ ሒዙ እንተኸደ ዝሓሸ ኮይኑ ይስምዓኒ ኣነ ብወገነይ ኣብቲ ዘሎ ዓበይቲ ነገራት ኣተኪርና እንተረኣና ዝሓሸ እዩ እቲ ዘሎ ኩነታት ግን ኣገይ ናይትን ናይትን ቲፌዞ ኮንካ ነቲ ሓደ ምቲ ሓደ ኮንካ ነቲ ዝግበር ዘሎ ኣጀንዳ ምስሳይ ነቲ ሕብረተሰብ ኣይክጠቕሞን እዩ ዝብል ርዲት ኣለኒ እቶም ሪኣክት ክገብር ሰረት ክብለይ ድማ እዚኣ እያ ናተይ ሪያክሽን ኣሕዋት እዮም ንሳቶም ንሓድሕዶም ይዘራረቡ ኣለዉ ዘይምርድዳእ ኣሎ ከም ዘይምርድዳእ ኣብ መንጎ ሰባት ዝፍጠር ከም ንቡር ነገር ጌርና ርኢና ኣብቲ ካልእ ጉዳይና እንተሰገርና ዝሓሸ ይብል ናይ ሎም ኣርስቲ ኣብዚ ክውድእ እየ እቲ ኩነታት ኣብ ዞባና ዘሎ ዓበይቲ ነገራት ከለዉ ብዙሕ ክዝረብ ዝኽእል ኩነታት ከሎ ኣብ ከምዚ ጓል መንገዲ ግዜ ዘይምጥፋእ ግን ንዓይ ብናተይ ርዲት ክሪኦ ከለኹ ኣብቲ ዞባና ብዙሕ ክዝረበሉ ዝኽእል ኩነታት ስለ ዘሎ ናብታ እንተነተኩር ዝያዳ ውፅኢት ምሃለወ እናበልኩ ናይ ሎሚ ኣርእስቲ ኣብዚ ክውድየ ኣብ ካልእ ኣርእስቲ ክሳብ ንራኸብ ደሓን ኩኑ እብለኩም ፀፅብቑ ቻው። ንፈልጥ ዶ ንቻይና ኣብ መጀመርያ ሰማንያታት ቻይናውያን ኣብ ስደት ዝነበሩ እቶም ቀንዲ መበገሲ ናይ ዕብየታ ከም ዝኾኑ፣ ብኸመይ እንድሕሪ ኢልኩም መጀመርያ ነፍሲ ወከፍ ቻይናዊ ኣብ ስደት ከሎ ገንዘቡ ብኣገባብ ሒዙ ኣብ ዘየድልዮ ከይሓሸሸ ኣኪቡን ኢንቨስት ክገብር ስለ ዝጸንሐ ኣብ ሰማንያታት እቲ ቁጠባ ክቕየር ዝጀመረ ሃገረ
ልበይ ዝምነዮ ሕልመይ ድህንተዮ በትኪ ማዕርግኪ ብዓይነይ ትርዮ ጥዑም ከስመዓኒ